ሰላም ጥዕና ይሃበልና ክቡራት ሰማዕቲ ተመልከቲ ናትና ፎረም ከመይ ጸኒሕኹም ኣለኹም ሎማዓንቲ ክልተ ወሰንቲ መግለጽታት በጺሖምና ኣለዉ እዚ ቪድዮ እዚ ላይክ ጌርኩም ክትጅምሩ ሼር ሳብስክራይብ ብምግባር ከምቲ ወትሩ እውን ቤተሰብ ክትኾኑ ኢና ንዕድመኩም ኣነ ሃገር ተኽለ ብርሃን እዩ ካብ ትግራይ ዝተዋሃበ መግለጺ ኣሎ ጉዳያት ኮሚኒኬሽን ትግራይ ዘውፅኦ መግለፂ ኣስዕብ ኣቢልና ድማ ካብ ኢትዮጵያ ፌዴራል መንግስቲ ባይቶ ሃገራዊ ድሕንነት፣ ድሕንነት ቢሮ መንግስቲ ኢትዮጵያ ዘውጽኦ መግለጺ ሓዲሽ ኣንፈት ክብል ዝገለጾ ዘሎ መግለጺ ብዛዕባ ቀይሕ ባሕሪ እውን ክንቅጽለሉ ኢና ዝበለሉ ተሪር መግለጺ ቢሮ ድሕንነት ኢትዮጵያ እውን ክነስመዐኩም ኢና። እዚ ቪድዮ እዚ ላይክ ጌርኩም ጀምሩ፣ ሼር ሳብስክራይብ ብምግባር እውን ቤተሰብ ኩኑ። እዞም ክልተ መግለጽታት እዚኦም ሰሚዕኹም ርእይቶኹም እውን ሃቡና። ሰናይ ምክትታል። ናብ ናይ ፈላማይ ጸብጻብና ክንሓልፍ ከለና እዋናዊ መግለጺ ቤት ጽሕፈት ጉዳያት ኮሙኒኬሽን ትግራይ ዘውጽኦ መግለጺ እዩ። ኤጀንሲ ፕሬስ ኢትዮጵያ ክፍሊ ቋንቋ ትግርኛ ሎሚ ሚያዝያ ሓደ ኣብ ዘቃልሖ ዜና ክልተ ዞባታት ኣምሓራ ዘራኽብ ፕሮጀክት መንገዲ ጎንደር ሑመራ ይጽገን ምህላዉ ብምግላጽ ሑመራ ኣካል ክልል ኣምሓራ ገይሩ ብምቕራብ ሕገ መንግስታዊ ጥሕሰት ዘለዎ ዜና ሒዙ ወጺኡ ኣሎ። እዚ ተግባር ተራ ጸብጻብ ዜና ዘይኮነስ፣ ኮነ ተባሂሉ ሕገ መንግስታዊ ግዝኣት ትግራይ ንክልል ኣምሓራ ኣሕሊፍካ ብምሃብ ቅሉዕ ሕገ መንግስታዊ ጥሕሰት እውን ተፈጺሙ ኣሎ ኢሉ ኣሎ። እዚ ሓላፍነት ዝጎደሎ ተግባር ንውዕሊ ፕሪቶርያ እውን ብቐጥታ ዝጻባእ ተቐባልነት ዘይብሉ ስለዝኾነ እውን ብህጹጽ ክእረም ዘለዎ ዜና እዩ። ኤጀንሲ ፕረስ ኢትዮጵያ ክፍሊ ቋንቋ ትግርኛን ዘቕርቦ ሓላፍነት ዝጎደሎ ተኳሳሓይ ጸብጻብ ዜና ብህጹጽ ክእርሞ ኣብ ልዕሊ ነዚ ዜና'ዚ ዘዳለዉ ኣካላት'ውን ስጉምቲ ክውሰድ እንዳሓበርና፣ መንግስቲ ፌደራል'ውን ኣብ ልዕሊ ከምዚ ዓይነት ሕገ-መንግስታዊ ጥሕሰት ዝፍጽሙ ኣካላት ሕጋዊ ስጉምቲ ክውሰደሎም ንጽውዕ ይብል ቤት ጽሕፈት ጉዳያት ኮሙኒኬሽን ትግራይ። ክቡራት ተመልከትቲ ሰማዕቲ ናትና ፎረም እዚ መእረምታ ዝግብኦም ጉዳይ ከምዘለዎ ኮይኑ ቤት ጽሕፈት ጉዳያት ኮሙኒኬሽን ትግራይ ብቕልጡፍ ኣብ ደቒቓታት ውሽጢ መልሲ ምሃቡ ይበል ዘብል እዩ። ነዚ ቢሮ'ዚ ዝሓልፉ ወይ ድማ ዝመርሑ ዘለዉ ኣካላት እውን ናእዳ ወይ እውን ምስጋና ይግብኦም። ኣብ ትግራይ ዘሎ ፖለቲካዊ ሕመቕ ፖለቲከኛታት ሕማቕ ክገብሩ ከለዉ ጥራሕ ምንቃፍ ዘይኮነስ ከምዚ ዓይነት ሰናይ ተግባር ወይ ድማ ቅልጡፍ መልሲ ስርሖም ብኣግባቡ ክሰርሑ ከለዉ እውን ይበል ቀፅልሉ ክንብል እውን ይግባእ ባህልና እውን ክንገብሮ ይግባእ ንብል ናብ ዝቕፅል መግለፂ ባይቶ ሃገራዊ ድሕነት ኢትዮጵያ ክንሓልፍ ኢና ባይቶ ሃገራዊ ድሕነት ሎማዕንቲ ሚያዝያ ሓደ ክልተ ሽሕን ዓሰርተ ሸውዓተን ዓመተ ምህረት ተኣኪቡ ሃገራውን ዞባውን ዓለማዊ ምዕባለታት ገምጊሙ ይብል እዚ መግለፂ እዚ ኢትዮጵያ ንዘመናት ፖለቲካዊ ቁጠባዊ ማሕበራዊ ዲፕሎማሲያዊ ምዝንባዕ ኣጋጢምዋ እዩ ዝበለ እዚ መግለፂ እዚ ነዞም ስብራት ብምፅጋን ድማ ናብ ብልፅግና ዝወስድ ጉዕዞኣ የቀላጥፉ ኣሎ። ክሳብ ሕዚ እውን ዝተበገሱ ሪፎርምታት እውን ይዕወቱ ኣለዉ። ዝተጀመሩ ተበግሶታት እውን ፍረ የፍሩ ኣለዉ። ኣብ ዓለም ለኸ መድረኻት ርኡያት ወይ እውን ዓይነት ዲፕሎማስያ ቅቡልነት እውን ይውስኹ ኣለዉ። ሃገራዊ ረብሓታት እውን ንምሕላው እትገብሮ ዘላ ፃዕሪ ውፅኢት ይህብ ምህላዉ ናይዚ ምስክርነት እዩ ይብል ቢሮ ድሕነት ኢትዮጵያ ምስ ኣህግራውያን ትካላት ፋይናንሳዊ መሻርኽትን ብዝግበር ዘሎ ዘተ ዝወሃብ ዘሎ ፋይናንሳውን ቁጠባውን ደገፍ እውን ንዕውትነት ፖለቲካዊ፣ ቁጠባዊ፣ ማሕበራዊ ፅገናታት እውን ልዑል ኣበርክቶ ገይሩ እዩ ይብል መግለፂ ብሄራዊ ድሕነት ኢትዮጵያ። ኽቡራት ተመልከትቲ፣ ትካላት ዓለም ለኸ ኣብ ዝነበረ ኲናት ትግራይ ሙሉእ ብሙሉእ ሓገዝ ንኢትዮጵያ ኸልኪለን ዝነበራ እንትኾና፣ ኣብዚ ናይ ሕጂ ሰዓት ተዓጻጻፊ ዝኾነ ብሉጽ ስራሕትታት መንግስቲ ኢትዮጵያ ድማ እቲ ሚዛን ዲፕሎማሲ ካብ ትግራይ ብምንጣል ኢትዮጵያ እቲ ትደልዮ ኩሉ ትፍጽም ከምዘላን ትካል ዓለም ለኸ ባንክታት እውን ይሕግዝኣ ከምዘለዋ እዚ ቢሮ ድሕነት እዚ ገሊጾ ኣሎ ብተግባር እውን ድማ ማዕከን ዜናታት እውን ብምስልን ቪድዮን ዝተሓገዘ ዜናታት ንርኢ ኣለና ኢና። ኣብ ልምዓትን ፖለቲካዊ ዓውድታት ዝረእ ዘሎ ኣወንታዊ ለውጢ ሃገራዊ ሰላም ኣብ ምድልዳል ኣበርክቶ ይገብር ኣሎ። ኩነታት ሃገራዊ ሰላም ምስ ግዘ እንዳተመሓየሸ እውን መፂኡ ይብል መግለፂ ብሄራዊ ድሕነት ኢትዮጵያ። ትግራይ ግን ኣብ ባዕላ ውሽጣዊ ሕቱኽቱኽ እያ ዘላ። ፖለቲከኛታታ መራሕታ ካብ ዓዲ ክወፅኡ ተሳድድን ብፓትሮል እውን ተጓይ ዘላ ትግራይ፣ ጸላእተይ እትብሎም ወይ እውን ውድባት ፖለቲካታት እውን ወይ ሓይልታት እውን ኣብ ምንታይ ብርኪ ከም ዘለዉ ዘርኢ መግለጺ እውን እዩ። እዚ ብገምጋም ቤት ምኽሪ እውን ኣመልኪቱ ብዘይካ ቁጠባውን ፖለቲካውን ለውጢ ኩነታት ሰላም ምምሕያሽ ዝግበረሉ ምኽንያታት እውን ኣለዉ። እቲ ህዝቢ ምስቶም መበገሲ ጎንጺ ከይተሓባበር ዘረኣዩ ቆራጽነት እውን ዝምስገን እዩ ይብል ኣሎ መንግስቲ ኢትዮጵያ ብቢሮ ድሕንነት ኣቢሉ ማለት እዩ። ኣብዚ ኣብ ቤተ መንግስቲ ዝተኻየደ ላዕለዎት ሓለፍቲ ድሕንነት ከምኡ እውን ቀዳማይ ሚኒስትር ኢትዮጵያ ኣብዪ ኣሕመድ፣ ዋና ኣዛዚ ሰራዊት ኢትዮጵያ ፊልድ ማርሻል ብርሃኑ ጁላን ካልኦት ኣካላት ፀጥታ ኢትዮጵያ ኣብ ዝተረኸብሉ ዝተቐመጡ ኣንፈታት እውን ኣለዉ እዩ ይብል መንግስቲ ኢትዮጵያ። ሰላምን ፀጥታን ድሕንነት ምስ ፖለቲካዊ፣ ቁጠባውን ማሕበራውን ኩነታት ዝተሓዋወሰ እዩ። ፖለቲካዊ ብስለት፣ ቁጠባዊ ዕቤት፣ ማሕበራዊ ምርግጋእ ንኩነታት ሰላምን ጸጥታን ድሕንነት ሓንቲ ሃገር እውን የመሓይሽ እዩ። ምስዚ ተኣሳሲሩ ድማ ኣብ ሃገርና ተጀሚሩ ዘሎ ጽገናታት ናይ ምድልዳል መድረኽ ክነብጽሖ ይግባእ። ኣፍራይነት ምትብባዕ ሪፎርም ሲቪል ሰርቪስ እውን ኣብ ግዚኡ ብዝለዓለ ደረጃ ምትግባር፣ ንመንእሰያት እውን ስራሕ ምፍጣር ምቁጻርን፣ ናብ ልዑል ደረጃ ክነብጽሖ ኢና ይብል እዚ መግለጺ ብሄራዊ ድሕንነት እዚ። እዞም ዘለዉ ተበግሶታት ብምፍጣር ድማ ብቕልጡፍን እቲ ስትራተጂካዊ ዝያዳ ውጽኢታዊ ምግባር ናይ ጽድያን ሓጋይን ስራሕቲ ብግቡእ ትልሚ ምሕደራን ንምዝዛም ኣብ ዝኾነ ከባቢ ትምህርቲን ግልጋሎትን ጥዕናን ፈጺሙ ከይቋረጽ እቶም ዝተቋረጹ ክቕጽሉ ድማ ክፍቀደሎምን ኣገዳሲ እዩ ይብል። ነዚ ድማ ዝምልከቶም ወገናት ብሓባር ክረዳድኡን ክወሃሃዱን ውጥናቶም እውን ክፍፅሙም ይግባእ ዝበለ እዚ ቢሮ እዚ ኣብ ዝተፈላለዩ ከባብት ሃገርና ማለት እውን ኢትዮጵያ ከምዝበሎ ብፖለቲካዊ ዘተ ብሰላማዊ መንገዲ ፀገማት ንምፍታሕ ዝካየድ ዘሎ ምንቅስቓስ ፍረ የፍሪ ኣሎ። እዚ ስራሕ ብዝያዳ ኣድማዒ ንምግባር መኹሉ ዓይነት ሰላማዊ ኣገባባት እንተላይ እውን ባህላዊ ኣገባባት ክጥቀሙ ይግባእ። መንገዲ ሰላም እውን ዝመረፁ ግቡእ ክንክን ምግባር ምስ ህዝቢ ምእንቲ ክወሃሃዱ ምምልማልን የድሊ። ብኻሊእ ወገን ድማ ኣብ ልዕሊ እቶም ሰላማዊ ኣማራፅታት ዓፅዮም ብሓይሊ ረብሕኦም ዘስዕቡ ዘለዉ ተጀሚሩ ዘሎ ናይ ሕጊ ምኽባር ፃዕርታት ወይ እውን ስጉምትታት እውን ክቕፅሉ እዮም ኢለ ኣሎ ብሄራዊ ድሕነት መንግስቲ ኢትዮጵያ ካብ ፀላእቲ ኢትዮጵያ ተልእኾ እናተቐበሉ ኣብ ሃገር ፀገም ዝፈጥሩ ዘለዉ ሓይልታት ባንዳታት በብመዓልቱ እንዳደኸሙ ተፈታውነቶም እውን እንዳነከየ ይመፁ ስለ ዘለዉ ይኹን ዳኣምበር ፋይናንሳውን ሰብኣውን ዓቕሞም እውን ይውዳእ እዩ ዘሎ ሙሉእ ብሙሉእ ክሳብ ዝጠፍኡ ግን ሕጊ ናይ ምኽባር ስጉምቲ ናይ ምውሳድ ናይ ሰላም ኣማራፅታት ምድኻም ህዝቢ ናይ ምንቃሕ ስራሕ ግን ወሳኒ እዩ ኣሎ ባይቶ ፀጥታ ነዚ ኣብ ዝሓለፈ ዝበለፀ ኣድማዒ መንገዲ ንምዕዋት ስትራተጂን ኣንፈትን እውን ኣቐሚጡ ኣሎ ይብሉ። ነዚ ድማ ዝምልከቶም መራሕቲ ፌዴራልን ክልልን እቲ ትልሚ ብቕልጡፍ ተግባራዊ ብምግባር ውፅኢት ከመዝግብ እውን መምርሒ ተዋሂብዎ ኣሎ ይለሉ እቶም ኣብ ዝተፈላለዩ መሓውር ተሓቢኦም ራዕዲ ዘስፋሕፍሑ ስራሕ መንግስቲ ዝዘርግሁ ዘለው ህዝቢ ዘሸግሩን እቲ ቤት ምኽሪ ኣብ ሓበሬታ መርትዖን መሰረት ብምግባር ዝተፈላለዩ ማዕከናት ዜናታት እውን ተጠቒሞም ሚድያታት ተጠቒሞም ናይ ሓሶት ሓበሬታ ዝዘርግሑ ኣካላት እውን ስጉምቲ ንምውሳድ ጻዕሪ ዝተገበረሉ ኹነታት እቲ ዝተኸደ ከያዶ እዚ ቤት ምኽሪ እዚ ብሓጎስ ተቐቢልዎ ኣሎ ይብል። ይኹን እምበር ነዞም ኣካላት እዚኣቶም ንምልላይ፣ ናብ ፍርዲ ንምቕራብ፣ ንምጽራይ ሕጂ እውን ስራሕ ይሓትት እዩ። ነዚ ንምትግባር ድማ ብኣኽበርቲ ሕጊ ጸጥታ ኣካላትን ትካላትን እውን ዝውሰድ ስጉምቲ ብደንቢ ክቕጽል ኣለዎ ኢሉ ኣሎ። እዚ ከምዚሉ እንዳሃሎ ብሄራዊ ድሕነት መንግስቲ ኢትዮጵያ ብዛዕባ ድሌት በሪ ባሕሪ ወደብ ሃገር ዝተመልከተ እውን እቲ ድሌት ሕጂ እውን ኣሎ ጥራሕ ዘይኮነስ ካብቲ ዝነበረና ድሌት ንላዕሊ ሕዚ እውን ወደብ ባሕሪ ክህልወና ንደሊ ኢና እዚ ድማ ብሰለማዊ ሕጋዊ መንገዲ ንክትግበር እውን ክንፅዕር ኢና ዘድሊ ኩሉ ነገር እውን ንምምፍፃም ንምምላእ እውን ምድልዋትና ወጊንና ኢና ኢሉ ኣሎ ብሄራዊ ደሕንነት መንግስቲ ኢትዮጵያ። ኽቡራት ሰማዕቲ ተመልከትቲ እዞም ክልተ መግለፅታት ካብ ቢሮ ኮሙኒኬሽን ትግራይ ዝወፀ መግለፅን ከምኡ ድማ ካብ መንግስቲ ኢትዮጵያ ቢሮ ብሄራዊ ድሕንነት ዝወፀ መግለፂ እዞም ዝሰማዕኹምዎም ምስ ነይሩ ኣብ ሕድ ሕድ ዜናታትና ኣብ ሕድ ሕድ ናይ ሎማዕንቲ ዝሰማዕኹምዎም ሓበሬታትና ዘለኩም ርኢቶ ከምቲ ወትሩ ክትቡና ክተቐምጡልና ኢና ንዕድመኩም ሃገር ተኽለ ብርሃን እየ ምሳኹም ፃንሒት ገይረ መሊስና ብኻሊእ ሓድሽ ዜና ዳህሳስ ሓበሬታ ክንምለስ ኢና ክሳብ ሻብ ሰላም